ወቕቲ ክራማት፣ ሓረስቶት ከምኡ'ውን ኩሎም ኣብ ማእቶት ምርግጋጽ ውሕስነት መግብን ምዕቃብ ማይን ሓመድ ዝነጥፉ ዜጋታት፣ እንተላይ ናይዚ ዕማም'ዚ ቀለስትን መራሕትን ዝኾኑ ምምሕዳራት፣ ህዝባውን መንግስታውን ትካላትን ኩባንያታትን ኣብ ጽዑቕ ስራሕ ዝጽመድሉ እዋን እዩ። ኣብ መስርሕ ምህናጽን ምልማዕን ሃገር ከም መለክዒ ገስጋስ ኣብ ጸብጻብ ዝኣትዉ ሓያሎ ረቋሒታት'ኳ እንተለዉ፣ እቲ ቅድሚ ኩሉ ተሰሪዑ ከም መስፈር ክውሰድ ዝግባእ ግን ዕማም ምርግጋጽ ውሕስነት መግቢ እዩ። ብርግጽ ድማ ብናይ ገዛእ ርእሱ ዓቕሚ ሰሪሑን ኣፍርዩን ከብዱ ከዕንግል ዘይከኣለ ህዝቢ፣ ዝሃለወ ካልእ ባህርያዊ ጸጋ ይሃልዎ ዘላቒ ቁጠባዊ ዕብየትን ርግኣትን ከረጋግጽ ተኽእሎ የብሉን። ብኣፈጻምኻ ምዕንጋል ካብቶም መለለዪ ህዝቢ ኤርትራ ዝኾኑ ሓያሎ ዘሐብኑ ክብርታት ሓደ ደኣምበር፣ ሕጂ ዝተሰንቀ ሓድሽ ሓሳብ ኣይኮነን። ካብ ዝጸኒሕ ልምድን ባህልን'ዚ ብምብጋስ፣ ህዝቢ ኤርትራ፣ ተደጋጋሚ ደርቂ፣ ነዊሕ ኲናትን ኣዕናዊ ፖሊሲታት መግዛእትን ዘስዓቦ ምድካይ መሬትን ከም ውጽኢቱ ዝተኸስተ ልምሰት ሕርሻዊ ንጥፈትን ፈዊሱ፣ ኣፍራይነት ንብንፋዕ ልዑል ጻዕሪ ኣብ ምክያድ ይርከብ። ብከቢድ ወጻኢታት መንግስትን ልዑል ተወፋይነት ህዝብን ሰራዊትን፣ ኣብ በበይኑ ከባቢታት ሃገር ዝህነጹ ዘለዉ ብማኢት ዝቑጸሩ ዓቢይቲ፣ ማእከሎትን ንኣሽቱን ከዘንቲ ማይ ትሕተ ቅርጺታት ከኣ፣ ድሙቕ መርኣያ ናይቲ ባህርያዊ ኣከባቢ ብምፍዋስ፣ ኣብ ምርግጋጽ ውሕስነት መግቢ፣ ሱር በተኽ ለውቲ ንምምጻእ ዝካየድ ዘሎ ሓምላይ ሰውራ'ያ። ብመግቢ ርእስኻ ምኽኣል ኮነ ካልእ ነገራውን መንፈሳውን ጠለባት ብዘዕግብ መንገዲ ምምላእ፣ ኣብ'ዛ ዓለም ንውሑዳት ዝተገልጸሎም ምስጢር ኣይኮነን። እቲ ምስጢር፣ ንስራሕ ዝተዓደለ ኣእምሮ፣ ተበግሶን ኒሕን ምውናን ጥራይ'ዩ። መፍትሕ ኩሎም ግድላት፣ ስራሕን ብልሓትን ስለዝኾነ፣ ብርግጽ ከኣ፣ ድኽነትን ድሕረትን ነበረያ ነበረ ገይሮም ዝሰልጠኑ ህዝብታት፣ እቶም ኣብ ዘይምቹእ ሃዋሁ ምስ ባህርያውን ካልእን ብድሆታት ብትብዓትን ኒሕን ገጢሞም፣ ብስራሕን ዝተፈላለየ ብልሓትን ግድላቶም እናፈትሑ ዝመጹ እዮም። ንበዳሂ ኩነታትን ግዝያዊ ጸገማትን ክጻወሩ ዘይከኣሉ፣ ግድላቶም ባዕሎም ክፈትሑ ትብዓት ዘየጽረዩ ግን፣ ወትሩ ግዳይ ድኽነት፣ ድሕረትን ስደትን፣ መፍቶ መዝመዝትን ገበትን ኮይኖም ክቕጽሉ ፍሩዳት እዮም። ህዝቢ ኤርትራ ነዚ ሓቂ'ዚ ብዕምቆት ስለ ዝግንዘብ፣ ባህሉ እውን ባህሊ ጻዕረኝነት ስለ ዝኾነ፣ ዘኹርዕ ታሪኹ ድማ ታሪኽ ርእሰ ምርኮሳ ብምዃኑ፣ መዋጽኦን ፍታሕን ካብ ካልእ ከይተጸበ፣ ንምጽወታ ከየምበሃቖ፣ ዋሕዲ ዝናብን ምድካይ ባህርያዊ ከባብን እውን እንተኾነ፣ ብስራሕን ካልእ ኣማራጺ ብልሓትን ነባሪ ፍታሕ ክርከቦ ኣለዎ ብዝብል ሓያል ኒሕን ናይ ጻዕረኝነት መንፈስን፣ ሱር በተኽ ለውጢ ንምምጻእ ኣብ ከቢድን ሰፊሕን ልምዓታዊ ዕዮ ተጸሚዱ ይርከብ። ዛጊት ዘዋህለሎ ገስጋስ ንጸዓቱን ፍናኑን ስለ ዘበረኾ ድማ፣ ብዝዓመሞ ዘሐብን ስራሕ ከይተዛነየ ንዝበለጸ ውጽኢት ጻዕሩ ዓጸፋ እናወሰኸሉ ይምርሽ ኣሎ። ዓወት ንሓምላይ ሰውራ!